ሰላም ሰላም ናዚ ዩቲብ ቻናል እዚ ፍቕሪ ዝኸውን ተኸታተልቲ ብመዓልቲ እውን ብዝተፈላለዩ ብጣዕሚ ዘዘናግዑን ዘምህሩን መደባት ከች ኢለ መፅእኩም እኒኹ ካብኹም ፅበ ላይክ ምግባር እያ እዛ ቪድዮ ላይክ ምግባር ምንም ስለሌት ሌትወስዶ ኣለኹም ንዓይ ሓደ ሰብ ላይክ ግን ዩቲብ ኣልጎሪዝም ናብ ብዙሕ ሰብ ስለሪዝ ስለ ዝገብሮ ላይክ ምግባርኩም ይትረስዑ ከምኡ እውን ቻናል ተከቲኹም ሰብስክራይብ ምግባር ኣይንረስዕ ንኸላምደላ። ብፍላይ ኣብዛ ዓለም እዚኣ ሰብ ኩሉ ጎራሕ እዩ ኮይኑ ዘሎ ስለዚ ጎራሕ ናይ ጎራሓት ኩን ሳልሰይቲን መወዳእታን ለዋህ ኩን ጥዑም ኩን ንመን ለዋህ ኩን ቅድም ንዓኻ ኣባና ግን መብዛሕትኡ ሰብ ኣነ ለዋሄ ጎዲኡ ንብሉ ጎድኻ እወ ቀሸም ነነነነ ነብስኻ ፍቅራ ነብስኻ ፍተዋ ለዋህ ኩነላ እቲ ካባኻ ዝተረፈኸ ንኻልእ ንኹሉ ለዋህ ኩን ምኽንያቱ ለዋህ ኮንከ ከንዓኻ ኣካልካ ጥዑይ እዩ ኣእምሮኻ ፍልጠት ኣለዎ ስምዒትካ ተቖጻጺርካ ኢኻ እምነትካ ጽኑዕ እዩ ርክባትካ ምስ ሰባት ድልዱል እዩ ሽግር በየን እዩሞ ክመጽእ ስለዚ ኣጆኻ ከምቲ ድራይቪ ላይሰንስ ናይ ላይፍ ዝበልና ናይ መኪና ናይ ህይወት እውን ኣድልየካ እዩ

ኤኣይ ድዩ ኤኣይ ዳኣ ተፋርዮም ድዮም ኣብዚ ዓዲ ወደይ በዚ ቅድመይ ሓደ ሰብ ክኸይድ ጸኒሑ ገለ ይረኣኻያን ኣነ
ችት ስኻ ዳ ኤኣይ እንዲኻ ሰብ እምበር ሰብ

ስልኪ ቁፅርካ እስቲ ንገረና ሀዚ። ፅቡቅ ተምህሩ ሰላም መንገዲ ትሕብሩ ሰልኪ ቁፅረይ ዜሮ ትሽዓተ ኢልኩም ትጅምሩ ሰብ ፍትሒ ማዕርነት ፅቡቅ ዲሞክራሲ ኣርብዓን ሓሙሽተን ስልከይ መበገሲ ምሳኩም ዝወዓለ ኩሉ ተዓወተ ዜሮ ሸሞንተ ዘረባኩም ፅቡቅ ፅዋ ጅግነትኩም ታሪክ ዘለዋ ሓበሬታ ኩሉ ግዜ ከምታ ናይ ወትሩ ከም ትርእዋ ዕስራን ሸሞንተን ትብልዋ ተሃራፎ ከም ዝበርሀ ሽምዓ ብጣዕሚ እናደወልኩም ኢኩም ተዋግዑኒ ነርኩም ኣይነዓቅኩምንን ኢልኩም ቆልዓ

ነቲ ከተጥፍእዎ ትሓስቡ ዘለኹም ብኣውራጃን ገለን ጸሊእኩሞ ዘለኹም ህዝቢ ዲኹም ህዝበይ ትብልዎ ዘለኹም? መን እዩ ህዝብኹም? ህዝበይ እንዳበልኩም ክዛረቡ ከለኹምሲ ንወረዳኹም ዲኹም ትብልዎ ዘለኹም? ወይስ ንኣውራጃኹም ድዩ? ወይስ ንመን ኢኹም ከምኡ ትብሉ እዞም ህዝበይ ክትብሉ ትውዕሉ? ህዝብኹምሲ መን እዩ? ወዲ ዓድኹም? ወዲ ኣውራጃኹም? ወዲ ጎደቦኹም? ወዲ ወረዳኹም? መን እዩ እቲ ህዝብኹም ህዝበይ ትብልዎ ዘለኹም ክትዛረቡ ከለኹም? ምክንያቱ ኣየናይ ህዝቢ ይሰምዓኩም? ምክንያቱ ነየናይ ህዝቢ ኢኹም ትመስሉ እስኹም? ንመን ህዝቢ ትመስሉ እስኪ ንገሩና ካብ ኤርትራ ንመን ትመስሉ ንህዝቢ ዓዲ ኋላ ትመስሉ ኣይትመስሉን ንህዝቢ መንደፈራ ትመስሉ ኣይትመስሉን ንህዝቢ ካርነሽም ትመስሉ ኣይትመስሉን ኢኹም ንህዝቢ ሸውዓተ ዓንሰባ ትመስሉ ኣይትመስሉን ንህዝቢ ስመራ ሞኻ ኣይትመስሉን ጠቕሊልኩም ንመን ኢኹም ህዝበይ ትብልዎ ዘለኹም ንህዝቢ ሰንዓፍን ንህዝቢ ዓዲ ቀይሕ ሰገነይቲ ኸ ኣይትመስሉን ንመን ኢኹም ትመስሉ ንስኹም ንመን ኢኹም ትመስሉ ህዝበይ ትብልዎ ዘለኹም መን እዩ? ድሮን ተጠቂምኩም ድሮን ሒዝኩም ክትድብድብዎ ትደልዩ ዘለኹም ህዝቢ ዲኹም ህዝበይ ትብልዎ ዘለኹም ስለዚ ኣነ እንታይ ዝብል ርድኢት እዩ ዘ- እንታይ ዝኾነ እታ ዝሰድድ ዘሎ ህዝበይ ትብልዎ ዘለኹም ኣይ ነብስኹም ኣይትዕሹ ህዝቢ ምሳኹምን ኣባኹምን የለን ህዝቢ ካብ ዘይንፈልጦ ሸይጣን ካብ ዘይንፈልጦ መልኣኽ ንፈልጦ ሸይጣን ይብል ኣሎ ምክንያቱ ነቲ ህዝቢ ስለ ዘይትመስሉ ነቲ ህዝቢ ክትመስሉ ተደሊኹም ከዓ እቲ መንገዲ እዚ ኢልናኩም ኣይትሰምዑን ኢኹም ግን ድሓር ብወረዳ ብኣውራጃ ብዓሌት እንዳተቃጣቀጥካ ንባዕልኻ ንህዝቢ ሓራ ክተውፅኦ ይትኽእል ንባዕልኻ ባርያ ዝተባሃልካዮ ትደግም ብባርነት ዝጠስጠስካ ጥስጥስ ንመን ኢኻ ሓራ ክተውጽኦ እስኻስ ንመን ኢኻ ባርያ ኢልካ ክተው ነየናይ ህዝቢ ኢኹም ሓራ ክተውጽኦ ህዝቢ ኤርትራ ሓራ ክነውጽኦ ካበይ ከተውጽኦ ንባዕልኻ ሓራ ዘይወጻኻ ኣተሓሳስባኻ እኮ ኑል ዜሮ እኮ ዜሮ ማይናስ ዜሮ እኮ ኣተሓሳስባኻ የእምሮኻ በግባቡ ዘይሰርሕሲ ንህዝቢ ኤርትራ ሓራ ክነውጽኦ ኣብ ደገ ዘሎ ሰብ ሓራ ይውጻኻን ይትረፍ ን- ንነብስኻ ንነብስኻ ሓራ ውጺኻ ዲኻ ተመሪሕካ ተጸፊዕካ ተገሲምካ እንዲኻ ትኸይድ ግዲ ንባዕልኻ ንሰባት ብምዕማጽ ዲግሪ ሰቒልካስ ንህዝቢ ኤርትራ ሓራ ክተውጽኦ ንህዝቢ ኤርትራ ሓራ ዘይኮንካ ክተውጽኦ ክትብለጸሉ እንተኽኢልካ ስልጣን ክትሕዝ እሱ ኢኻ ደሊኻ ህዝቢ ኤርትራኻ ገጢምካ ኣይንደልየካን ኢልካ ኣብዚ ሰላም ዘይገበርካ ኣብ ኤሮጳ ኣብ ክውንነት ኤሮጳ ክውንነት ኣሎ ኣብዚ ሰብ ተረጋጊጹ ይሓልፍ ኣሎ ብኣውራጃ ሓዳር ክትብትን እንዳወዓልካ ሓንቲ ጓል ናብ ናይጀርያ ምስ ከደት ጓል ኣውራጃና ድያ ኣይኮነትን ኢልካ ክትዛረብ ትውዕል በድሚ ሲ ንህዝቢ ኤርትራ ሓራ ክተውጽኦ ኣይትሓፍርን ቁሩብ ንመን ኢኻ ሓራ ክተውጽኦ ንህዝቢ ኤርትራ በውራጃ ሰብ ተፋትሕ ፋልሶ ኣብ ደገ እኮ ክንደይ ሓዳር እኮ ኢኹም በቲንኩማ እ ብሰንክኹም ምስኪን ህዝቢ ክንዋሳእ እንካእ ሳምናስ እኻስ ንሓርስ ከመይ ገርካ ኢኻ ክትድውር ኣብ ሞስኻን ሚድያኻን ኣንታ ሸሊሕ።

እንታይ ፈጥር ኣበይ ርእየ ኣነ። መን እዩ ነዚ ሓዳር ዝበሃል ጭንቀት ሕማም ርእሲ ዝኾነ ሚይዝዎ እንድዒ ዋእ ዕድሜኻ ሙሉእስ ምስ ሓደ ሰብኣይ እውእ ኣብ ሓደ ገዛ ኣብ ሓደ ኮቦርታ ኣብ ሓደ ኣንሶላ ኣብ ሓደ ዓራት ኣብ ሓንቲ ድስቲ ኣዳር ሕማም ርእሲ። መሓዛይ መዓረይ እኮ ገለ ክትዛረብ እየ ክጸኒሕ ኢልኪ ንምንታይ ግዲ እዩ ደጊም ሓደ እምበር ክልተ ኣይኮኑን ዝተባህሉ ሓደ ሓደ ክኾኑ እዮም እምበር እንታይ ደኣ ደሊኺ ኣዳር ከመይ ብለይ ብጃኺ ጽላኣካ መዓት ንኣብነት ሲ ውይ ኣንቲ ግደፍና ብጃኺ ኮሚታት ዓይነት ዘረባ ተምጢኺ ንስኻ ኣይትውድእን ዲኺ ግዳ ተማርያ ደሃ ኣለኩ
ይህሞ ማርያም ትኾነ ዶ ዋ
ይህለ ኣምሓዛይ መዓረ ክሳብ ክንድኡ ሰንቢድኪ እንታይ ለሰንብድ ተዛሪበክረ ኣትንደዒ በስማ ከምዚ ገለ ኮና ዝበልኩ እኮ እዩ መሲሉኒ ዋ ዘይበልኩ ኣነስ ዳሃይ ኣለኪ ዶ እየ ኢለኪ እምበር ክሳብ ክንድኡ ዘሰንብድ ከኣ ኣይተዛረብኩን። ኡፍ ኣትንብዒ ልበይ እኳ ኣምሊቑክኒ። ኣነስ በቲ ዝኾነን ዘይኮነን እትጭነቑ ገለ ነገር ኮይና ከይትኸውን ኢለ እየ። እንድዕኸ
እዚኣ ሱስ ኣላታ ወይ ገለ ሰሚዕክላ ከይትህልዊ መሓዛይ መዓረይ።
ዋእ ተወሳኺ እንታይ እዩ ኣይተሻቕለናን ዶ ግዳ ኣነ ዝሰማዕኩዎ የብለይን ንስኺ እንታይ ዝሰማዕክዮ ኣሎ ዶ? ኣነስ ዝሰማዕኩዎ የብለይን ንስኺ ኢኺ ከምዚ ጥርጥራት ትገብሪ ዘለኺ እምበር። ገዛኻ መጺኣትኒ ነይራ።
እሞኸ? ነቲ ዝበልክኒ ነገር ጥርጣረይ ዘራጉድ ምስ ተዛረበትኒ፣ ዋእ መሓዛ ክትት ክትት እየ እባ ኣቢለያ። እንታይ እንታይ እሞ ኢላትኪ? ዋይ እንታይ መን ፈሊጠላ፣ ከምዞም ኣረግቶት መዕደሊ ጀመረት እየ ኣፋ ከም ትሕዝ ገይረያ። ኣቲ እዚኣ ደኣ ንባዕላ ማዕዳ ዘድልያ ጽግሪሲ እንታይ እናበለት እያ ክትምዕደክና?

ዋእ ምጽዋር እኳ እየ ስኢነ መሓዛኺ።
ዋእ ጓል እታ ፈዛዝ ኣቲ ኣነ ንዓኣ ጽቡቅ ጌረ ስለ ዝግጥማ ንዓይን ንዓኽን እሞ ክትፈላለየና ንዓኺ ከኣ ዝኾነ ሓበሬታ ዝህበኪ ሰብ ስለ ዘየለ ንሳ ድማ ምስ ምሴ ክትድላያ ክትቀዛዘይላ ድያቲ ኣነ ከ ሰናፍ ዶ መሲልኪ ሶልያና ክትብለኒ ጨርጊፈ ጨርጊፈ ከባርራ ንሓንቲ ኮይኑ ጽቡቅ ገበርክያ እምበኣር ንዓኪ ኣብ ልዕለይ ከተኽፍኣኒ ትጅምር ኣላ።

ሓጎስ ውልዕ ጥፊ እዩ ፖዘቲቭ እንዲ ምሉእ ፖዘቲቭ ኔጋቲቭ ከዓ መናብርትና ስለ ዝኾነ ቅሳነት ዝበሃል ኣሎ ቅሳነት እንታይ ማለት እዩ ቅሳነት ማለት ኣዛዊርካ ምርኣይ ፀጊብካ ፅጋብ ትርጉሙ ፈሊጥካ ከም ዝሓልፍ ምፍላጥ ጠሚኻ ጥሜት ከም ዝሓልፍ ምፍላጥ ረኺብካ ንርኽበት ነባሪ ከም ዘይምዃኑ ምፍላጥ ኣሪካ ሞት ከም ዘሎ ገለ እንድሕር ስለ ተወሃህዶ ትቐስን እኮ ኢኻ። ቅሳነት ማለት እንታይ ማለት ምስካ እቲ ዝረኸብካዮ ባይታሲ እቲ ዝረኸብካዮ ንስኻ ባይታ ትነብረሉ ዘለኻ ባይታ ሰብ ከሊኡካ ሰብ ዓሚፁካ ወይ ተፈጥሮ በዲሉካ ዘይኮነሲ ዓቕምታትካ ዝሃበካ እዩ ሕጂ እዚ ቅሳነት ይፅዋዕ ሓጎስ ግን ዋላ ኣራንሺ ሕጂ ኣራንሺ ኪሎ እንድሕር ገዚእኻ ክሳዕ ትበልዓ እኳ ትሕጎስኻ ሓጎስ ግን ቀፃሊ ኣይኮነን ቅሳነት ቀፃሊ እዩ ቅሳነት ኣዛዊርካ ምርኣይ ማለት እዩ። ኣዛዊርካ ምርኣይ ድማ እንታይ ማለት እዩ? ዝመፀካ ምብዳህ ፅቡቕን ሕማቕን ድሕር በዲህኻ
ሓፍቲ እንታይ እሞ ክገብር ብፍቅሪ እኮ እየ ፈፈው ኢለ እሞ ድገብሮ እኮ እየ ስኢነ እንታይ እሞ ክገብር እንዲዩ እሞ እቲ ፈፈውሲ ኣብ ደይከውን ኮይንካ እሞ እንታይ ክገብር ፈትየ ኣይኮንኩን ኣቲ ፍየሮ ሓፍቲ ደይትርድእኒ ማለትሲ ፍቅሪሲ ፀጋ ናይ እግዚኣብሄር እዩ ኖ ህያብ ናይ እግዚኣብሄር እዩ ኖ ፍቅሪ ኖ ካልእስ ኣይኮነን

ሲራክ የለ እንዲ ሲራክ ንእሽተይ ስራሕ ኣላ ተኸይዱ እሞ ፅቡቅ ኣጋጣሚ እዩ
ናይ እንታይ ኣጋጣሚ
ማለት ፀሚካ ከሎ ምንታይ ሽራ ፅቡቅ ጌርኪ እንታይ ክንእዘዝ እዚኤን ክሰግልይ

እንታይ ዘለካ ምሳ ቆልዓ ተክህልወኒ ዶ ተዘይህልወካ ካኣ ስራሕ ገዲፋ ብዝኽ ቢላ ኣላ ኣታ ሰመረ እሞ ምስ የለ እንታይ ክህልወኒ ሓቁ ዶ እንታይ እሞ ክብለካ ኣሃ ከስፊ ዝመፀ እንኮላይ ሰሓቕን ዕላልን ተእንግዱ ኢኹ ማለት እዩ ኣታ ሰመረ ካብ እዝን ከምዝን ትብለኒ እዝን እዝን እንደበለኒ እንታይ ደለኒ ምሳ ኣታ እንተ ትፈልጦ ነይረ ካባኻ ምሕታት ኣይምደለኹሉን ሓራይ ሓደ መዓልቲ ግን ክበጽሖ እየ ጸገም የለን
ዓይነት ክንከውን ማለት ዘይኮነሲ ክንከባበር ምእንቲ ምሳሌ ሙሴ ሕጊ ሒዙ መጽኡ ክርስትና ፍቕሪ ሒዙ መጺኡ ምስልምና ከኣ ሰላም ሒዙ መጺኡ እዩ ዝበሃል እሎም ክገብርዎ ይከኣሉ ንኾኑ ምናልባት ሕጂ ኩሉ እስላማይ ማለት ኣስላማይ ማለት ኣይኮነን ኩሉ ክርስትያን ክርስትያን ማለት ኣይኮነን ኩሉ እውን እዚ ኦሪት ዝኣምን ኦሪት ማለት ኣይኮነን ምክንያቱ ኩልናሲ ኩልናሲ እቲ እዝግኣብሄር ዝበሎ ኣብ እምነትና ንነገብር ተነኾንስ ኣብ ዓለም ቦሊስ ኣይመድለየን ቁጠባ እውን ኣይምተረሓሓቕን ምናልባት ሓደ ኣብ ዓቢ ነገር ንምሳሌ ንጎሆ ንጎሆ ካብ ፍራንሳ ንዓዲ እንግሊዝ ክቆርሱ ዝገዱ ኣብ ዝኸዱ ኣለዉ። ቁርሲ ናይ ዓዲ ናይ ጀርመን ጥዑም ኣይኮነን ኢሎም ብኣየር ገይሮም ንኒውዮርክ ከይዶም ዝቁርሱ ዝኸዱ ኣለዉ። ምክንያቱ እዚኣቶም ኣሎ ኣሎ ከዓ ምሳለ እዚኣቶም ሕጂ እቶም ሰለስተ ካብ ሚእቲ ሓሙሽተ ካብ ሚእቲ ዓበይቲ ሰብ ጸጋ ናይ ዓለም ወይም ፈላጣት ናይ ዓለም እዮም። ምሳለ ከምዚ ከማና ድማ መነባብርኡ ትሑሲ ስልሲ ምናልባት እታ ስልሲ ምሳሕን ድራርን ይገብራ። እታ ኮሚደረ ውን ሓንቲ'ያ እታ በርበረ ገለ ጌርካ ድማ ኣመስጊንካ ትነብር። ሕጂ ንሶም ክልተ ሰብ ይኾኑ ዘይኮኑሲ ምናልባት ንሶም ውን ሽግር ክህልዎም ይኽእል። ሕጂ ሰብ እንታይ ይመስሎ ቁጠባዊ ቁጠባዊ ትሕዝቶ ምስ መንፈሳዊ ትሕዝቶ ማዕረ ኣይመጽን እዩ።
ማለት ስጋሲ ኣነሲ ሓንቲ ባኒ በሊዐ ማይ ሰትየ እንድሕር ኣመስጊነ ክነብር ይኽእል እየ ማለትሲ እንታይ ባህላ እየ ሳይነስ ኮንኩሉጅን የብሉን መዛዝም ምሳለ እዚ ከምቲ ሳይንስ ዝብሎ ብምሉእ እይተኸይድና ምክንያቱ ኣብ ውሽጢ ሳይንስ ሳይንስ ክህሉ ይኽእል።
ንግዚኡ በርግጽ ንእሽተን ተደባቢሮም ወይ ድማ ተኾራኒፎም ክኾኑ ይኽእሉ እዮም ግን ድማ ሙሉእ ብሙሉእ ኣይተፋትሑን ክንብለኩም ንፈቱ ክቡራት ተኸታተልትና እዞም ገለ ገለ ሰባት እንዳወጹ ተፋቲሖም እዮም ከምዚ ኮይኖም እዮም ዝብሉ ዘለዉ ሓሶት እዩ ምሉእ ብምሉእ ኣይተፋትሑን ንግዚኡ ግን ሃምቲ ዝበልኩኩም ተኾራርዮም ንሱ ናብ ኣውሮፓ ከይዱ ንሳ እውን ኣብ ኣስመራ ከም ዘላ እዩ ዝውረየላ ዘሎ ሕጂ በይና እያ ዘላ ግን ድማ ፈቲሐኪ እየ ዝብል ወረቐት ክሳብ ሕጂ ወይ ድማ ቃል ከም ዘይ ኣውፂእና ዝሰማዕናዮ ማለት እዩ ካብቶም ብቐረባ ዝፈልጥዋ ሰባት ሰላም ሰላም ናይዚ ቻናል እዚ ተኸታተልቲ ኣብዚ ቀረባ ግዜ ብዙሕ ዓይነት ዜናታት እንዳተስምዖም ዝርከቡ ብዛዕባ ራሄል ኣብ ሓዳራ ናይ ምፍታሕ ፀገም ኣጋጢምዋ ወይም ድማ ብዙሕ ዓይነት ነገራት እናተሰምዑ እዮም ዝርከቡ ግን እዚ እውን ምንም ዝተረጋገፀ ነገር የለን እስካብ ሕዚ ናይ ሰብ ኣሉባልታ ወይም ድማ ዝበሃሎ ነገራት እዩ ከምኡ እውን ኣብዚ ታምብኔል ወይም ድማ ፖስተር ከም ዝረኣኹሞ ኣደይ ጽገ እያ ሳያ ስንኪ ምፍታሕና ኮይና ዘላ ንሳ እያ ኢሎም እናሰርሑ ይርከቡ እዚ እውን ዝበሃል ዘሎ እምበር ምንም እዚ እውን ዝተረጋገፀ ነገር የለን ሓድሽ ዝተረጋገፀ ልክዕ ዝኾነ ሓበሬታ እንተሃሊኩም ድማ ብውሽጢ መስመር ክትሰዱልና ይላቦ ሰብስክራይብ ላይክ ምግባር ከመይ ትረስዑ ሓድሽ ነገር እንተሃልዩ ስናኹም ክመፅና ይቐኒለይ ሓፈል
ሓፍ በል ወገነይ ተጠንቀቕ ትሓስብ ኣለኻ ትጭነቕ ደንበርበር ትብል ንኽትወድቕ ትሕቴኻ ዘለዉ እሞ ኣስተውዕል ሽዑ እንዳኣልካ ተመስገን ክትብል ኣምፑላንስ ትሕምበብ ናይ ሓንቲ ደቒቕ ሂወት ከተድሕን ብጎንኻ ትሓልፍ ኣላ ንስኻ ግን ትጭነቕ ትሓስብ ተማርር ትቕየም ተስተንትን ኣብ ከባቢኻ ዘለዉ ሆስፒታላት ምብጽሓዮም ኣብ ኣፈፈፍ ሞት ኣለዉ ቃንዛ እናሳቐዮም ስለዚ ያላ ተባራበር ንስሊኦም ውን ጸሎትካ ግበር ምሉእ እንከለኻ ኣይተማርር ድሌታትካ የዕቢኻ ኣብ ጭንቀት ኣይትንበር ተመስገን እምበር ያላ ተባራበር ጸሎት ግበር ንስለ ስቓይ ዝነብር ንሰማይ ክትጭብጥ ኣብ ሕልሚ ኣይትንበር ግደፎ ምቕያም ንነብስኻ ክትምሕር ያላ ተበራበር። እዞም ኣሕዋተይ ናይ ሎማዓንቲ መደባትና እዚኤን ይመስላ ነይረን ሃምቲ ዝረኣኹምዎ እዝና ኣልኩም ተማሂርኹምሉ ኢለ ይሓስብ ዋና ዕላማና ውን ምምሃርን ምዝንጋዕን ስለ ዝኾነ subscribe ምግባርኹም ኣይትረስዑ like ምግባር ውን ኣይትረስዑ ደቂ ዓበይቲ እስከ ኣብ ቐፃሊ ቪድዮ ንራኸብ peace out።